ክውደእኒ ይክእል እዩ ብክፉት መንፈስ ሕጂ እዛ እዚኣ ቶማስ ዝብሉ ዝላ ፈትወካ ነይረ እንዴ ፍቅረይ ቀፂለ ኣለኹ ወዲ ቀፂለ ኣለኹ ብሓፃራ ፍቅረይ ቀፂለ ኣለኹ ካብ ጉድላ ሓሲበ ነይረ ብዕቡብ ጋቢላ ከደርያ ኣነ ፀሊኤ እሞ ስክ ፅልኤ ዝበሃል ዘረባ ኣሎ ድዩ እሱ ደኣ ጅስ ጅስ መፀናዕክዎ ነይረ በዛ ዘረባ ሓባ ዓይነይ ምክንያቱ እንታይ መስለኪ ከምታ ስክ ዝነገርኩም ተሸቂሉ እየ ፀኒሑ ተኮይኑ ደኣ ንሲንግል ማምሲ ምሻሎ ገለ ኢለ ፀኒሐ ግን ሓቁ እዩ ጎደሎታት ኢና ጓል ሹቀይ ጎደሎታት ኣቲ ሲንግል ማም ኮይና እኳ ኢና ገለ እንተሓሚምና ገለ እንተጋጢምና ኣነሲ ሓደ ነገር ክነግረኪ ኣነ መቸም ሰብ ክዛረብ ከሉ ከምዚ ካብ ናቱ እንዳተዛረበ ዝፈልጦ እንዳተዛረበ ክኸይድ ከሎ እዩ ንዓይ ዝርደኒ ኣቦ ኣባዓቦ ወዲ ናብዚ ዓዲ እቱ ምስ በለሲ ሩፍ ኢልኒ ደቂ ሸቆይ ሽዑ ስታይስ ክኮይኑ ሩፍ ኢልኒ እታ ውሽጠይ ዝሓሰብኳ ማለት እዩ ሕጂ ኢለ ብጣዕሚ ይሓምም ገለ ዓሰርተ ግዜ ሆስፒታል ኣእትዉኒ ገለገለ ነይሮም ሕጂ ሸርሽሮምኒ ነይሮም ከዓ ካንሰር ሓሚምኪ ኢሎም ካንሰር ደይብለይ ከለኹ ካንሰር ሓሚምኪ ኢሎም ቻው ሕጂ ደኣ ሃንጊ ክዓፅየ ክመውት እየ እዞም ደቂ ዳ ወይ ኣነ ተሓታቲ ብቀረባ ደይብሎም እንታይ ክገብሮም እየ ገለገለ ኢለ ይሓስብ ነይረ ሽዑ ኣቦ ወደይ መጺና ኣብዚ ዓዲ ኣቦ ወደይ ምስ መጸሲ ኢማጂን ግበርዎ ዓሰርተ ኣርባዕተ ዓመት ተፈላሊና ኢና ዘለና ሕጂ እሱ ምስ መጸ ግን ሩፍ ኢልንስ እንታይ ኢለዮ ሰልጀሪ ክትገብሪ ኢኺ ገለ ኢሎምኒ ማለት እዩ እንድሕር ከምዚኣ ኮይና ሰልጀሪ ክትገብሪ ኢኺ ኣረንጂ ክትገብርዮም ኣለኪ ደቅኺ ገለ መለ ምስ በሉኒ ማለት እዩ ሽዑ እንታይ ኢለዮ በቃ ሕጂሲ ሰልጀሪ ክገብርስ ክመው ትኽእል እየ ኢለዮ እንቋዕ ንስኻ ኣብዚ ዓዲ ኣተኻ እምበረይ በቃ ተመስገን እንቋዕ ብደምሲ ዝሕተተሎም ሃለወ ኢለ በቃ ንዓይ እኮ ወላ ሓንቲ ወላ ሓንቲ ነገር የለን ዓሰርተ ኣርባዕተ ዓመትሲ በይነይ የዕበየ ወደይ ኦኬ ግን እሱ ምስ መፀ ሲ ከምዚ ገለ ጎዲልኒ በቃ ኦኬ በቃ ኣቦኦም ኣሎ ኣብዚ ኣቡኡ መፅኡ ኣሎ ዝኾነ ተጋጢሙ ብቐረባ ክሕተተሉ ዝኽእል ሰብ ኣብዚ ኣሎ ኢለ ሕጂ ጎደለ እየ ነይረ ክሳብ ሸዓ ሓበን ርኢኽኒ ሸዓ መሊኣ ማለት እዩ ምስ መፀ ገለ ሽውያ ምምላእ ተሰሚዓትኒ እዚ እዩ ጎደለ ዝብለክ ዘሎ በየን ክነረዳ ኢና እዚኣ ስዒዳ ፅልበት ትፅንሓ ተርዲእኩም ዳ ተጠጉጉን ኣለኹም ንዓይ ማለት እዩ ተጠጉጉን ኣለኹም ኤኒዌይ ያ ብዙሕ ነገር ክብል ይኽእል እንዲ በት ዘ ወይ ሂ ወዝ ኤክስፕሌን ዝገብሮ ዝነበረ ኢስ ሮንግ ወይ እምበር ነቶም ብዙሕ መወዳት መዓዶ ብዙሕ ኣምቴልኪ መለ- መግለፂ እኮ ጽቡቅ ኣሎ ያሓቤ እዚኣ ግን ሮንግወ የላ ረንግግወ የላ ዲስ ኢስ ደ ሪል ቲንግ ተቐበልያ

ኣብዚ ዎክ እንዳገበርኩ ከለኩ ሓደ ናይ ዕድመ ጸጋ ዘለዎ ሰብኣይ ረኪበ ክንደይ እዩ ዕድሜኩም ገለ ኢለዮ ሚእትን ሓሙሽተን ኢሉ ዋው ሰንቢደ ሚእትን ሓሙሽተን ኢለዮ so እንታይ እዩ እቲ ምስጢር ሚእትን ሓሙሽተን ዓመት ሲ ከመይ ኢልካ ብጥዕና ከምዚ ኢልካ ዎክ ክገብር ከኣ በዓሉ ከመይ ኢልካ ኢኻ ማለት ኣብዚ ሕጂ እዋን ሲ ሰብዓ ሰማንያስ like you know it's like በቃ unbelievable ዝኸውን ዘሎ ነገር እዩ so እንታይ እንታይ እዩ እቲ ምስጢር ኢለዮ እንታይ ኢሉኒ ነዛ ገረብ እዚኣ እንተ ሓንቲ ገረብ እንተ ዝኾነ ዓይነት ፍርያት ክትበካ ደሊኻ እንታይ ኢኻ ክትገብር ዘለካ ኢሉ ክትኩስኩስ ኣለካ ክትከናኸን ኣለካ ልክዕ እኹም ነዚ ናትካ ሰብነት ከዓኒ ነዚ ናትካ ቦዲ እንተ ደኣ ብዙሕ ዓመት ከገልግለካ ኮይኑ ክትኩስኩሶ ክትክእል ኣለካ ንሚእቲ ዓመት እንተ ክነብር ኮይኑ ልክዕ ንሚእቲ ዓመት እንዳሓሰብካ ኢኻ ክትኩስኩሶ ዘለካ እንታይ ኢኻ ትእትወሉ ዘለካ ካብ ኣመጋግባኻ ጀሚሩ ትእትወሉ በቃ ንውሽጢ ደኣቱ እምሮኻ ትሰምዖ ነገር ኩሉ ትገብሮ ኣክቲቪቲ ናብኡ እዩ ዝኣቱ እሱዩ ዕድሜናን ዘሕፅሮን ዘቕርቦ ኣብ ትሕቲ ፈጣሪ ንሕና ሚእቲ ዓመት እንተ ክንነብር እንደለና ኮይና ክንኩስኩሶ እዩ ዘለና ካብ ኣመጋግባና ቀዳምነት ድሕሪኡ ንሰምዖ ኢሎም ዋው ኢሎም ሕጂ እንታይ ኢኻ ስኻ እስከ ትገብሮ ነገር ኢሉ ኦኬ ዘይገብሮ ነገር ናይ ሕጂ ጀነሬሽን ዝገብርዎ ዘለዉ ኣነ ዘይገብሮ ነገር ክነግረካ ኢሉ ኣይስተይ ኣወይ ካብ ኣልኮል ዝተኣለኹ ሰብ የለ ከመይ ማለት ኢሉ ዋይን መይቢ ሓንቲ ክልተ ቢኬሪ ክሰቲ ይኽእል ይኸውን ኣብ ሰሙን ኣብ ክልተ ሰሙን እሱ ከማን ላይክ ኢፊ ይብል ዝኾነ ዓይነት ካልእ ወልፍታት የብለይ መግቢ ኣብ መዓልቲ ሓንሳብ እየ ዝበልዕ ዝበዝሕ መግብታተይ ፍሩት እዩ ኤንደን ኣይ ሜዲቴት መዓልታዊ መዓልታዊ ሜዲቴት ይገብር ናይ- መዓልታዊ ናተይ ግዜ ናይ ሚ ታይም ግዜ ኣለኒ መዓልታዊ ከኣ ይህብ ኢለ እንታይ ኢኻ ትህብ ኢለ ፍሽኽታ ክኸውን ይኽእል። ነዘን ትርእየን ዘለኻ ጨራሩር እየን። ረጋቢት ከኣኒ እታ ዘላትኒ ዋላ ንእሽቶይ ባኒ ትኹን ንዐን ረፍሪፈ ምሃብ ከዓ የላምዱ። ዋው እዚ እዩ ናብዚ ከምዚ ገይርካ ኢሉ የስ ኢሉ ስለ ዝኹስኩሶ መዓልታዊ ስፖርት ከዓ መዓልታዊ ኣክቲቪቲ ሕጂ ስፖርት ክሰርሕ ስለ ዘይክእል ዎክ ይገብር ዎክ ሕጂ ናተይ ስፖርት እዩ ኣብ ግዜ ያንግ ከለካ ክረእዮም ብሰብነተይ ብጣዕሚ እየ ተገሪመ ሶ ፕሊስ እስኹም ከ ከመይ ኢኹም ትኹስኩስዎ ዘለኹም ሰብነትኩም እዝንኹም ከ ቲቪ ትርኢ ዶ ኢለስ ቲቪ ካብ ዘይርኢ ከባቢ ዕስራ ዓመት ኣለኒ ኢለ ቲቪ ርኢ ይፈልጥ ንምንታይ እየ ክርኢ ኢለ ንምንታይ እንታይ ክኾነኒ ኖ ማለት ይሲ ዝኾነ ዜና ኣብዚ ዓለም ዘሎ ኖ ኣይ ትራስት ደም ይኣምኖም እዩ ኣነ ክገብሮ ዝኽእል ነብሰይ ናይ ነብሰይ ዜና እዩ ዘገድሰኒ እዝነይ ዝኣቱ ብእዝነይ ዝኣቱ ዓብይ ኢምፓክት ከም ዘለዎ ምስ ፈለጥኩ ኣይ ስተይ ኣወይ ኢለ። ጋዜጣ ዋላ መሪፀ እየ ዘንብብ፣ መፅሓፍ ዋላ መሪፀ እየ ዘንብብ፣ ንዓይ ዝጠቕመኒ ኣብ ሙሉእ ዓለም ዝካየድ ዘሎ ንዓይ ኣይገድሰኒ ዘገድሰኒ ኣብዚ ውሽጠይ እንታይ ይካየድ ኣሎ እዩ ዘገድሰኒ ዓለሙ ንክቋፅር ዓቕሚ የብለይ ነቶም ቋፅሯ ዝኽእሉ ይኣምኑን እዩ እሶም ይጨነቑን ኢሉ So እስኹም ከ እንታይ ዓይነት ርድኢት እዩ ዘለኩም? እስከ ኣብ ኮመንት ሴሽን ኣቐምጡለይ። ትከናኸንዎ ዶ ሰብነትኩም? ዋላስ ንሰብነትኩም ኢኹም ባዕልኹም ተዕንውዎ? በቲ ትእትውሉ ዜና፣ ሕማቕ ዜና፣ ኔጌቲቭ ዝኾነ ብዛዕባ ዘይምልከተኩም ነገራት፣ ኣመጋግባኹም፣ መዓልታዊ ዲኹም ክትበልዑ ትውዕሉ? ዝረኸብኩሞ ዲኹም ኣብ ኣፍኩም ትእትዉ? ኣብ ኮመንት ሴሽን ኣብ ኮመንት ሴሽን እስከ ኣቐምጡ። ሰብኣየይ ክገብረለይ ዝደልይ ነገራት ከሳግረኒ እዚ ምስ ስጋርታ ባዕለይ ክሳገር እየ። ሮዛ ኣነ ኣይፈቱን እየ ሓቂ ዘረባ ኣይትሓዙለይ ደኣ እምበር ኣይፈቱን እየ ከምዚ ሮዛ ገለ ብዙሕ ኣይኮንኩን ከፅልለኒ ማይ ተሃሪሙ ቁፅሪ ሰለስተ ወ ክምሽጠኒ ጓልጓሎ ኮይኑ ክስምዓኒ ይትረፈኒ እዚ ኸኣ ክጉሕፈለይ ክሕግዘኒ ደሓን ሸውዓተ ንግበሮ ኣይ ጽቡቅ ኣይ ሕማቅ ኖርማል እዩ ጃኬቱ ከምዚ ቆሪርካ ገለ ክበካ ከሎ ጽቡቅ ሰው ቁጽሪ ኣርባዓተ ንግበሮ ደሓን ካብዚ ዝሓሸ ክመጽእ ኣይ ሆፕ ተስፋ ክገብር ኣዝማልቶ ክገብረለይ ኖ ጓልጓል ኮይኖ ክስምዓኒ እዩ ኖ ኖ ኖ ኖ ኖ ሰብኣይ ስስ ሰብኣይ ክኸውን ኣሎ ከምዚ ክሓቕፈኒ ካልኣይ ግዜ መጺኡ ግን ደሓነይ ከምዚ ሰፍሲፍካ ገለ ክኸይድ ገለኻ ጽቡቕ ደሓን ሓሙይ ዳ ቁጽሪ ክልተ ምክንያቱ ሰብኣይሲ ስፍስፍ ገለ ተበለካ እዩ ከም ብሓድሽ ቁርሲ ከዳልወለይ ኦኬ ኮይናኩም ዋ ቁጽሪ ሓሙሽተ ዋ ውይ ኣነ ከምስታት ሓቂ ዘረባ ብዙሕ ኣይኮንኩን ኣነስ ከምዚ ቁፅሪ ዓሰርተ እዩ ዝግባኣ ግን ድሓን ቁፅሪ ሓደ ክገብር እየ እምበር ብዙሕ ኣይኮንኩን ኣነ ብዘይ ፊልተር ኢኻ መፅእኩም ዘለኹም ደቂ ዓቢ ሕዞም ሃገረሰብ ትብሉና እዚ ከምዚታት ብጣዕሚ ስነ ስርዓት ዘለና ኢና ቆራጣት ስነ ስርዓት ዘለና ዕርቲፍነት ዘለና በቃ እዚ ከምዚ ንስኹም ትገብሩ ኮን ገለ መለ የኸ በቃ ኣነሲ ዕድመይ ኩሉ ኸርቱም እየ ኸርቱምሲ ሓደ ወርሒ ዘይርካ ኣይትውዳእን እየ ኣስመራ ፍርቂ ሰዓት ይውዳእኒ ኸርቱም ሓደ ወርሒ ዘይርካዮ ኣይውዳእን ብጣዕሚ ወዲ ኸርቱም እየ ኣብኡ ዝዓበኹ ኣብኡ ጎቢዘ ኣብኡ ጎቢዘ ካባና ላዕሊ ወዲ ሹቕ ክትከውን ኣይትኽእልኒ ፍርቂ ሰዓት ናስመረት ዘርዘር ዘርላ ኩለ ፍርቂ ሰዓት ዘርየ ደው ይብል ወርሒ ዘርካዮ ኣይውዳእን እዩ ኸርቱም ወርሒ ተፈላለ ዓይነት ህዝቢ ዘለዎ ተፈላለ ትሪኦ ተፈላለ መግቢ ተፈላለ ምዕባለ ዘለዎ እዩ በቃ ንእሽተ ነገር ፍርቂ ሰዓት ትውዳእ ርእሲ ከተማ ነዚኣ ሒዝኩምሲ በቃ ህልውልውልውልውልውልው ትብሉ ብኡ ሓወይ ክም ፅቡቕ ግዜ ብልተር ኣብ ቅድሚ ኣምላኽ ዘመነ ብዘይ ፊልተር እዩ ኮይኑ ዘሎ ደቂ ኤረይ
እይደኒ ገቢራ ግን ደላ ዓይነት ቅንዲ ዓይነይ ከምዚ ሕብሪ ከማን ይፀብቐልካ